ንብሄራዊ ፅንተት ብዝብል መሪሕ ሓሳብ ኣብ ዝተፈላለያ ዞባታትን ወረዳታትን ትግራይ ህዝባዊ ዋዕላ ተኻይዱ። እዚ ከምዚ ኢሉ እንዳሃለወ ኣብ ኣዲስ ኣበባ ብዝነብሩ ተጋሩ ተቃወምቲ ውድባትን መንግስቲ ኢትዮጵያን ዝሓለፈ ቀዳም ኣብ ከተማ ኣዲስ ኣበባ ሰልፊ ተኻይዱ። እንግሊዝ ኣብ ውሽጢ ዓሰርተ ዓመታት ሻውዓይ ቀዳማይ ሚኒስተር መሪጻ። ኣሜሪካ ክልተ ወታደራታ ብመጥቃዕቲ ከም ዝሰኣነት ተገሊጹ። ስፐይን ተዓዋቲት ጽዋዕ ዓለም 2026 ኮይና። ሕዚ ድማ ናብ ዝርዝር ዜናታትና ክንሰግር። ዘበት ንብሔራዊ ፅንተት ብዝብል መሪ ሓሳብ ኣብ ዝተፈላለያ ዞባታትን ወረዳታትን ትግራይ ህዝባዊ ዋዕላ ተኻይዱ። እቲ ብውድብ ህዝባውያን ሓርነት ትግራይ ዝምራሕ መንግስቲ ትግራይ ዝወደቦ ሰፋሕቲ ህዝባዊ ኮንፈረንሳት ኣብ ዕለተ ሰንበት ኣብ ዝተፈላለያ ከተማታት ትግራይ ተሳሊጡ እዩ። ኣመራርሓ ሰራዊት ትግራይ፣ ኣመራርሓ መንግስትን ህወሓትን ድማ ተረኺቦም እዮም። ዝሓለፈ ቀዳም ኣብ ከተማ ኣዲስ ኣበባ መንግስቲ ኢትዮጵያ ምስ ኣብ ኣዲስ ኣበባ ዝርከቡ ተጋሩ ተቓወምቲ ውድባት ብምዃን ንህወሓት ዘውግዝ ሰልፊ ምክያዱ ዝዝከር እዩ። ኣብቲ ሰልፊ ድማ ላዕለዎት ኣመራርሓ ብልፅግና ትግራይ፣ ስምረትን ካልኦት ውድባትን ዝተሳትፉ ኮይኖም መራሒ ስምረት ኣይተ ጌታቸው ረዳ እውን መደረ ኣስሚዖም እዮም። ነዚ ስዒቡ ድማ ኣብ ትግራይ ኣንፃር እዚ ናይ ኣዲስ ኣበባ ሰልፊ ዝመስል ንብልፅግና ዘውግዝ ህዝባዊ ኮንፈረንሳት ተኻይዱ እዩ። ዘበት ንዳግማይ ፅንተት ኣብ ትሕቲ ዝብል ቴማ ድማ ንስርዓት ብልፅግና ብዕሊ ኩሉ ዓይነት ኣማራፅታት ንምቅላስ ዝዓለመ ምዃኑ ላዕለዎት መራሕቲ እቲ ኮንፈረንሳት ብግልፂ ተዛሪቦም እዮም። እዚ ከምዚ ኢሉ እንዳሃለወ ኣብቲ ብቐዳም ብተጋሩ ተቓወምቲ ውድባትን መንግስቲ ኢትዮጵያን ዝተፀወዐ ሰልፊ ኣመልኪቱ ዝተፈላለዩ ርኢቶታት እንዳተውሃቡ እዮም። እቶም ርኢቶታት ኣብ ክልተ ዝኽፈሉ ኮይኖም ብወገን መንግስቲ ትግራይን ደገፍቲ ህወሓትን እቲ ሰልፊ ከምዘይተዓወተን ተጋሩ ዝተሳትፉሉ ከምዘይነበረን እንትገልፁ ብፍላይ ድማ ኣዲስ ኣበባ ዝርከቡ ደገፍቲ ብልፅግና ተጋሩ ድማ እቲ ሰልፊ ዕዉት ምንባሩ ገሊፆም እዮም። ነዚ ኣመልኪቶም ርእይቶኦም ዝሃቡ ነጠፍቲ ማሕበራዊ ሚድያ ኣፍቲ ሰልፊ ተጋሩ ዘይመስሉ ብጭቡጥ ድማ ተጋሩ ዘይከኑ ብርክት ዝበሉ ሰባት ከምዝተሳተፉን ብሽም ተጋሩ ኣብቲ ሰልፊ ከምዝቐረቡን እንትገልፁ ብኣንፃሩ ኣብ ከተማ ኣዲስ ኣበባ ዝርከቡ ኣክቲቪስታት ብልፅግናን ተጋሩ ኣክቲቪስታትን ደገፍቲ ብልፅግናን ብኣንፃሩ እቲ ሰልፊ ዕዉት ከምዝነበረን ብርክት ዝበሉ ነበርቲ ከተማ ኣዲስ ኣበባ ኣብቲ ሰልፊ ተረኺቦም ተቓውሞኦም ከም ዘስምዑ ገሊፆም እዮም። እዚ ከምዚ ኢሉ እንዳሃለወ ነዚ ሰልፊ ኣመልኪቱ ቢሮ ጉዳያት ኮሙኒኬሽን ትግራይ መግለፂ ሂቡ እዩ። ኣገዛዝኣ ጀኖሳይደር ኣብይ ኣሕመድን ተለኣኽቱን ኣንፃር ቃልሲ ብሄራዊ ህላወ ህዝቢ ትግራይ ዘቕንዐ መደናገሪ ሰልፊ ከካይዱ ህርድግ ክብሉ ቀንዮም እዮም። ኣብቲ ሰልፊ ድማ ዘይምልከቶም ሰባት ኣብ ዘይምልከቶም ዳስ ተረኺቦም እዮም ክብል ኣብቲ መግለጺ ገሊጹ እዩ። እንግሊዝ ኣብ ውሽጢ ዓሰርተ ዓመታት ሻውዓይ ቀዳማይ ሚኒስተር መሪጻ። ኣንዲ በርንሃም ኣብ ውሽጢ ዓሰርተ ዓመታት ሻውዓይ፣ ኣብ ውሽጢ ኣርባዕተ ዓመታት ድማ ሓምሻይ ቀዳማይ ሚኒስተር እንግሊዝ ኮይኖም ተመሪጾም። ነታ ሃገር ክመርሑ ዝጸንሑ ኪያር ስታርመር ድማ ብዕሊ ተሰናቢቶም ኣለዉ። ሰር ኪያር ስታርመር ሸውዓተ ሚእትን ኣርብዓን ሓሙሽተን መዓልታት ወይ ድማ ንክልተ ዓመታት ንእንግሊዝ ክመርሑ ድሕሪ ምጽናሕ ብዓርሰ ፍቓዶም እዮም ካብ ስርሖም ለቒቖም። ብመረጻ ናብ ስልጣን ዝመጹ ሰር ኪያር ስታርመር ኣብ ዝሓለፉ ክልተ ዓመታት ኣብ እንግሊዝ ዘኹርዑ ዓወታት ኣመዝጊበ እየ፣ ርእሰይ ብኹርዓት ሓፍ ኣቢለ እየ ዝለቅቕ ዘለኹ ክብሉ ገሊጾም። ብኣንጻሩ ሓድሽ ናብ ስልጣን መጺኦም ዘለዉ ኣንዲ በርንሃም ብወገኖም ዓበይቲ ለውጥታት፣ ፖሊሲ ከካይዱ ትጽቢት ይግበረሎም። ኣብ ዮርዳኖስ ብኢራን ብባላስቲክ ሚሳይል ሰብ ኣልቦ ነፋሪትን ብዝተፈጸመ መጥቃዕቲ ክልተ ኣባላት ኣገልግሎት ኣሜሪካ ከሞቱ እንከለው ሓደ ዛጊድ ደሃዩ ከም ዘይተረኽበ ወታደራዊ ሰበ ስልጣን ገሊጾም። ኣርባዕተ ወታደራት ኣሜሪካ ድማ ናብ ሆስፒታላት ዮርዳኖስ ተወሲዶም ሕክምና ምስ ተገበረሎም ከም ዝተፋነዉ ማእኸላይ እዝ ኣሜሪካ ኣፍሊጡ። ካልኦት ቀሊል መጉዳእቲ ዘጋጠሞም ኣባላት'ቲ ኣገልግሎት ድማ ናብ ስርሖም ከም ዝተመለሱ ተገሊጹ። ወታደራዊ ሰበስልጣናት ኣሜሪካ፣ መንነቱ ናይቶም ዝተቐተሉ ወታደራት ዝርዝር ናይ'ቲ መጥቃዕቲ ይኹን እቲ ፍጻመ ኣይገለጹን። መንነት'ቶም ግዳያት ዘይተገለጸ ዛጊድ ኣባላት ስድርኦም ስለ ዘይፈለጡ ከም ዝኾነ ጸብጻባት ይሕብሩ። እንተኾነ ሰራዊት ኣሜሪካ ብትእዛዝ ፕረዚደንት ዶናልድ ትራምፕ ኣብ ልዕሊ ኢራን ካልእ ዙር መጥቃዕቲ ከም ዝጀመረ ብቐዳም ምሸት ተገሊጹ እዩ። እቲ ተኸታታሊ መጥቃዕቲ ኢራን ኣብ መጻወቦ ሆርሙዝ ንግዳዊ መራኽብ ኣብ ሓደጋ ከእቱ ነዘኽእል ዓቕማ ዝያዳ ንምድኻም ዝዓለመ ከም ዝኾነ መንግስቲ ኣሜሪካ ኣፍሊጡ እዩ። እቲ መጥቃዕቲ እስላማዊ ሓለዋ ሰውራ ኢራን ትማሊ ምሸት ኣብ ዮርዳኖስ ኣብ ልዕሊ ወታደራዊ ኣባላት ኣሜሪካ ንዝፈጸሞ መጥቃዕቲ ቁልጡፍ ምላሽ ንምሃብ እዩ ድማ ኢሉ። ብዛዕባ እቲ መጥቃዕቲ ግን ዝርዝር ሓበሬታ ኣይተውሃበን። ኣብ ወርሒ ለካቲት እቲ ኲናት ካብ ዝጅመር ጀሚሩ ብዝሒ ህይወቶም ዝሰኣኑ ኣባላት ሰራዊት ኣሜሪካ ዓሰርተ ሽዱሽተ በጺሑ ኣሎ። ማእከላይ እዝ ኣሜሪካ ኣብ ዘውጽኦ መግለጺ፣ ማእከላይ እዝ ኣሜሪካን መሻርኽቱን ንመጥቃዕቲ በለስቲክ ሚሳይል ሰብ ኣልቦ ነፈርትን ኢራን ምላሽ ኣብ ዝህበሉ ዝነበረ እዋን ክልተ ኣባላት ግልጋሎት ኣሜሪካ ኣብ ዮርዳኖስ ኣብ ዝተኻየደ ውግእ ተቐቲሎም ካልእ ኣባል ኣገልግሎት ድማ ዛጊድ ደሃዩ ኣይተፈልጠን ክብል ገሊጹ እዩ። ኣብ ዮርዳኖስ ኣብ ዝርከብ ወታደራዊ መዓስከር ኣል-ራዛቕ ኣብ ዘካየድኦ መጥቃዕቲ ብውሕዱ ክልተ ነፈርቲ ውግእ ኣሜሪካ ከም ዝተሓምሸሻ ሓቢረን ኣለዋ። እዚ ድማ እቲ ኲናት ካብ ዝጅመር ናብዚ ንኢራን ዓብዪ ዓወት ኮይኑ ተመዝጊቡ ኣሎ። ናብ ዛዕባታት ስፖርት እንትንሰግር ኣብ ሻምፕዮና ብሽክለታ ዓለም ክልተ ሽሕን ዒስራን ሽዱሽተን ንኢትዮጵያ ወኪሎም ንምስታፍ ፌደሬሽን ቅድድም ብሽክለታ ኢትዮጵያ ሕፁያት ዕላዊ ገይሩ። ካናዳ ኣብ ዝካየድ ሻምፒዮና ብሽክለታ ዓለም ክልተ ሽሕን ዒስራን ሽዱሽተን ኢትዮጵያ ዝውክሉ ብሽክለተኛታት ብሕፁይነት ነዊሕ ዝርዝር ወይ ድማ ሎንግ ሊስት ፌደሬሽን ብሽክለታ ኢትዮጵያ ዕላዊ ገይሩ። ብመሰረት እዚ ካብዚ ሎንግ ሊስት ዘለዉ ብሽክለተኛታት እታ ደብዳቤ ካብ ዝበፅሖም ጀሚሩ ኣብ ውሽጢ ሓሙሽተ መዓልቲ ፓስፖርቶም ኮፒ ገይሮም ናብ ፌደሬሽን ክልእኹ ተገሊፁ። እቶም ዝተዘርዘሩ ብሽክለተኛታት ክሳብቲ ውድድር ዝቃረብ ምስ ጋንተኦም ልምምድ እንዳሰርሑ ክፀንሑን እቲ ፌዴሬሽን በጀት ሪኡ ናይ መወዳእታ ተሳተፍቲ ብሽክለተኛታት ከፍልጥ ምዃኑን ተሓቢሩ። ብመሰረት እዚ ኢሊት ደቂ ኣንስትዮ ፃድቃን ገብረመድህን ካብ ሓፂን መፂንን ኢንጅነሪንግ መስፍን፣ እየርሳሌም ሃፍቱ ካብ ቲም ኣማኒ፣ ቤተልሄም ዳኒኤል ካብ ትራንስ ኢትዮጵያ ትሕቲ ዕስራን ሰለስተን ዓመት ደቂ ኣንስትዮ ምዕራፍ ገብረዝጋብሄር ካብ መስፍን፣ መብራት ተኽላይ ካብ መስፍን፣ ጽጌ ካሕሳይ ካብ ካኒዮን ሴራም፣ ኣብረሀት ገብረሚካኤል ካብ ትራንስ ኢትዮጵያ፣ ጂንየር ደቂ ኣንስትዮ ራሄል ታመነ ካብ መስፍን፣ ቅሳነት ግርማይ ካብ መስፍን፣ ቤተልሔም ዮውሃንስ ካብ መስፍን፣ ልውሌ ሁንዴ ካብ ስፖርት ኣካዳሚ ኢትዮጵያ፣ ጂንየር ደቂ ተባዕትዮ ኣብይ ኣለም ካብ ፋብሪካ መድሃኒት ኣዲስ ወልዋሎ፣ ያሬድ የማነ ካብ ትራንስ ኢትዮጵያ፣ ትሕቲ ዒስራን ሰለስተን ዓመት ደቂ ተባዕትዮ ኣማንኤል ተወልደ መድህን ካብ ቲም ኣማኒ፣ ተኽለ ጸጋይ ካብ ቸርኪ ሳይክሊንግ፣ ኣሮን ታደሰ ካብ መቐለ ሰብዓ እንደርታ፣ ኣብቲ ሎንግ ሊስት ተኻቲቶም እዮም። ስፐይን ሻምፕዮና ዓለም ኮይና ንዝሓለፉ ኣስታት ሓደ ወርሒ ብኣስተናዳኢነት ሃገራት ኣሜሪካ፣ ሜክሲኮን ካናዳን ክካየድ ዝጸንሐ ጽዋዕ ዓለም ክልተ ሽሕን ዕስራን ሽዱሽተን ሰንበት ምሸት ኣብ ኒውዮርክ ስቴድየም ኒው ጀርዚ ኣብ መንጎ ስፐይንን ኣርጀንቲናን ብዝተኻየደ ጸወታ ፍጻመ እንትዛዘም ስፐይን ድማ ሓደ ንባዶ ተዓዊታ ሻምፕዮና ጽዋዕ ዓለም ክልተ ሽሕን ዕስራን ሽዱሽተን ኮይና ድሕሪ ዓሰርተ ሽዱሽተ ዓመታት ኣብ ጸወታ ፍጻመ ጽዋዕ ዓለም ዝበጽሐት ስፔን ሻምፕዮን ዝኾነትላ ሸቶ ድማ ፌራን ቶረዝ ኣመዝጊቡዋ እዩ። ስሩዕ ቴስዓ ደቂቕ ማዕረ ባዶ ንባዶ ብምፍላየን ናብ ተወሰኽቲ ሰላሳ ደቂቕ ዘምርሓ እንትኾና፣ ኣብ መበል ሚእትን ሽዱሽተን ደቂቕ ድማ ስፔን እታ ወሳኒት ሸቶ መዝጊባታ። ኣብ ጽዋዕ ዓለም ክልተ ሽሕን ዓሰርተን ድማ ንፈለማ እዋን ንፍጻመ ሓሊፋ እታ ጽዋዕ ተዓዊታታ፣ ሕዚ ድማ ድሕሪ ዓሰርተ ሽዱሽተ ዓመት ንኻልኣይ እዋን ንፍጻመ በጺሓ ዳግማይ እታ ጽዋዕ ኣልዒላታ። ስፐይን ኣብቶም ሚእትን ዒስራን ደቓይቕ ዒስራ ፈተነታት ሸቶ ገይራ ዓሰርተ ክልተ ዕላምኦም ዝሓለዉ እንትኾኑ፣ ብኣንፃሩ ኣርጀንቲና ክልተ ፈተነ ሸቶ ገይራ ክልቲኦም ዕላምኦም ዘይሓለዉ ነይሮም። ኣብዚ ፀወታ ዓሰርተ ሓደ ኳዕሳሱ ሸቶ ካብ ምዃን ዘድሐነ ኣርጀንቲናዊ ሓላዊ ልዳት ኢሚልያኖ ማርቲነዝ ኣብ ፀወታ ፍፃመ ብዙሕ ኩዕሶ ብምድሓን ክብረ ወሰን ሒዙ። ወዲ ዓሰርተ ሽዱሽተ ዓመት ኮይኑ ፅዋዕ ኣውሮጳ ዝተዓወተ ያሚል ላማል ሐዚ ድማ ወዲ ዓሰርተ ትሽዓተ ዓመት ኮይኑ ፅዋዕ ዓለም ተዓዊቱ። ስፔናዊ ሞተር ክፍሊ ማእኸል፣ ሮድሪ ብሉፅ ተፃወቲ ፅዋዕ ዓለም ክልተ ሽሕን ዒስራን ሽዱሽተን እንትኾን፣ ስፔናዊ ሓላዊ ልዳት ኡናይ ሲሞን ብሉፅ ሓላዊ ልዳት ፅዋዕ ዓለም ክልተ ሽሕን ዒስራን ሽዱሽተን ኮይኑ። ኡናይ ሲሞን ኣብዚ ፅዋዕ ዓለም ሓንቲ ሸቶ ጥራሕ እያ ተመዝጊባቶ። ስፔናዊ ወዲ ዓሰርተ ትሽዓተ ዓመት ተኸላኻሊ ፓዎ ኩርባሲ ብሉፅ መንእሰይ ተፃወቲ ፅዋዕ ዓለም ክልተ ሽሕን ዒስራን ሽዱሽተን ኮይኑ። ፈረንሳዊ ኣጥቃዓይ ኪልያን ሙባፔ ብዓሰርተ ሸቶታት ኮኾብ ሸቶ መቑፀሪ ፅዋዕ ዓለም ክልተ ሽሕን ዒስራን ሽዱሽተን እንትኾን፣ ምባፔ ኣብ ተኸታተልቲ ጽዋእ ዓለም ኮኾብ ሸቶ መቑጸሪ ብምዃን ፈላማይ ተጻዋታይ እዩ። ብተወሳኺ ምባፔ ኣብ ጽዋእ ዓለም ዕስራን ክልተን ሽቶታት ብምምዝጋብ ናይ ኩሉ ግዜ ኮኾብ መቑጸሪ ሸቶ ጽዋእ ዓለም ብምዃን ክብረ ወሰን ሰይሩ ኣሎ። እምበኣርከስ ንሎሚ ዝነበሩና ዜናታት ፎረም ትግራይ ነዚኣቶም መስል ነይሮም። ሰላም።